ሰላም ጥዕና ይሃበልና ዝኸበርኩም ተኸታተልትና ነዚ ሰዓት ዝበልናዮም ሓበሬታታት ሒዝናልኩም መጺና ኣለና። ፈለማ ግን ቀንዲ ቀንዲ ርሳቶም ምስ ኣወል ስዒድ ካሊእ ኣብ ካሜራ ዘይኣተወ በዓል ስልጣን ኤርትራ እውን ትግራይ ምእታዉ ተሓቢሩ። ከም ዝፍለጥ ትማሊ ንብዙሓት ዘገረመ ዜና ካብ ትግራይ ተሰሚዑን ተራእዩን እዩ። ትግራይ እንትትስዕር ኩላትና ተጋሩ ንስዕር፣ ትግራይ እንትትወድቕ ድማ ኩላትና ተጋሩ ንወድቕ ዝብል እምነት ሒዝና ክንግስግስ ይግባእ ክብል ንፕሬዚዳንት ሌተና ጀነራል ታደሰ ወረደ ሓቢሮም። ጀነራል ታደሰ ወረደ ብዛዕባ ትማሊ ኣትዮም ዝተባሃሉ ናይ ሻዕብያ ልኡኻት መብርሂ ክህብ ብኣብዪ ከም ዝተፀውዐ ተሓቢሩ። ናይ ኤርትራ ሃገራዊ ድሕነት ሓላፊ ዝኾነ ኣብርሃ ካሳ ምስ ጌታቸው ኣሰፋ ከም ዝተራኸበ ተገሊጹ። ጌታቸው ረዳ ብዛዕባ ርክብ ናይ ኢሳያስን ልኡኻትን ዝምልከት ብስርሑ ከማኸር ተጸዊዑ። እዚኦምን ካልኦትን ኣለውና፣ ሕጂ ድማ ናብ ዝርዝሮም። ምስ ኣወል ስዒድ ካሊእ ኣብ ካሜራ ዘይኣተወ በዓል ስልጣን ኤርትራ እውን ትግራይ ምእታዉ ተሓቢሩ። ከም ዝፍለጥ ትማሊ ንብዙሓት ዘገረመ ዜና ካብ ትግራይ ተሰሚዑን ተራእዩን እዩ። እዚ ዜና ድማ መንቀርሳ ህዝቢ ትግራይ ኮይኖም ህዝቢ ትግራይ ከቢድ መስዋእቲ ክኸፍሉ ምክንያት ካብ ዝኾኑ ናይ ሻዕብያ ሰባት ናብ ትግራይ ብዕሊ ልኡኽ ምእታዉ ስዒቡ እዩ። ከም ዝፍለጥ ትማሊ ዋና ናይ ስርዓት ህግደፍ ወሃቢ ቃል ዝኾነ ኣወል ስዒድ ብዕሊ ብዛላምበሳ ምእታዉ ዝዝከር ኮይኑ ካብ ትግራይ ድማ ናይ ሕወሓት ደጋፍ ምዃኑ ዝዛረብን ላዕለዋይ ናይ ውድብ ካድረ ምዃኑ ዘቃልሕን ልፍዓተይ ብተስፋ ወይ ድማ ሰብ ሰኣነ ሰብ ብዝብል ማሕበራዊ ሚድያ ሹም ዝፍለጥ ኣይተ ብርሃነ ገብረ ክርስቶስ ክሳብ ዛላምበሳ ከይዱ ኣቀባብላ ገይሩሉ ኣሎ። እዚ ድማ ንብዙሓት ፈታውን ጸላእን ዘገረመ ክስተት ኮይኑ ብዙሓት ተጋሩ እውን ክነቕፍዎን ክንእድዎን ጸኒሖም እዮም። ኣወል ስዒድ ማለት ኣብዚ ሕጂ ሰዓት ኣብ ኤርትራ ዋና ተጸዋዒ ናይቲ ስርዓት ኮይኑ ትልሚ፣ ድሌትን ውሳነን ሻዕብያ ብኪነት መልክዕ ኣቢሉ ናብ ህዝቢ ዕላዊ ምግባር እዩ ዝፍለጥ። ብርክት ዝበሉ ሰባት ድማ ኣወል ስዒድ ዝዛረቦም ሕድሕድ ዘረባታት ንመንግስቲ ሻዕብያ ወኪሉ ምዃኑን መንግስቲ ኤርትራ ናብ ህዝቢ ክበጽሕ ዝደልዮ ሓበሬታ ብኣወል ስዒድ ኣቢሉ ከም ዝነገርን ይግለጸሉ። ኣወል ስዒድ ብወገኑ ካብ ዝነበሮ ተራ ናይ ኮሜዲ ስራሕን ካልእ ናይ ጥበብ ምንቅስቃስን ተላዒሉ ሎሚ ኣብ ኤርትራ እቲ ወሳኒ ሰብ ኮይኑ ትልምን ውሳነን ኢሳያስ ነጋሪ ኮይኑሎም ብፍላይ ካብ ምጅማር ኩናት ትግራይ ጀሚሩ ድማ ብፍላይ ብደገፍቲ ናይ ኢሳያስ ኣፈወርቂ መንግስቲ ዝተላዕለ ተደማፅነት ዘለዎ ሰብ ኮይኑ እዩ። ሻዕብያ ኣብ ልዕሊ ትግራይ ምስ ብልጽግናን ካልኦት ሓይልታት ኢትዮጵያን ኮይኑ ወረራ እንተካይድ ድማ ምስ ሰራዊት ኤርትራ ክሳብ ኣኽሱም ኣትዩ ኣብታ ከተማ ዝለመዶ ብኺነት ኣቢሉ ልሳን ሻዕብያ ናብ ህዝቢ ዘርጊሑ እዩ። ኣብቲ ሽዑ እቲ ተግባሩ ንብዙሓት ተጋሩ ዘሰንበደን ዘናደደን ኮይኑ ኣብ ልዕሊ ስርዓት ኢሳያስ ይኹን ደገፍቱ ብተጋሩ ሕነ ከም ዝፍደይ ክቃላሕ ምጽንሑ ይዝከር እዩ። ይኹን እምበር ትግራይ ምስቲ ካብ ጸላኢ ናብ መዳርግቲ ተቐይሩ ዝተባህለሉ ኣብዪ ኣሕመድ ካብ ትጽቢት ብዙሓት ወጻኢ ኣብ ውዕሊ ፕሪቶርያ ተጸጊዑ ትግራይ ንምጥፋእ እንትምኩር ኩነታት ትግራይን ኤርትራን ምቕያሩ ናይ ኣደባባይ ሓቂ ካብ ዝኸውን ጸኒሑ ኣሎ። ብልጽግና ኦሮሞ ዝመራሒኡ ናይ ኣብዪ ሓይሊ እቲ ናይ ሰላም መንገዲ ገዲፉ ኣብ መንግስትነት ትግራይ ኣብ ጸጥታ ኣብ ኣዘዝ ሰራዊትን ኣብ ዝተወረሩ መሬት ትግራይን ካብ መዓልቲ ናብ መዓልቲ ሽርሒ እንዳሓፈሰ ትግራይ ክትጥሕል ይጽዕር ኣሎ። ፌደራል መንግስቲ ኣብ ኩሉ ምንቅስቓስ ትግራይ ኢዱ እንዳእተወ ዘለዎ ናይ ሃገር በጀት ከም ሓያል ኣፅዋር ተጠቒሙ ትግራይ ክትበታተን፣ ፖለቲካኣ ክበላሾን ካርታኣ ክቕየርን ዝግበር ኣካይዳ ካብ ዝጅምር ፀኒሑ ኣሎ። ነዚ ስዒቡ ድማ ምስ ኣብይ ተፀጊዕኻ ሃገርነት ትግራይ ይትረፍ እታ ዝነበረት ክልል ትግራይ ክትቅፅል ንምግባር ኣብ ከቢድ ተፅዕኖ ንክኣቱ ገይሩዋ እዩ። እዚ ኩሉ ሽርሒ ድማ ካብ ኦህዴድ መራሒ ናይ ኦሮሚያ ብልጽግና ዝተልዓለ ኣካይዳ ምዃኑ ይንገረሉ። ኣብዪ ኣሕመድ ጎና ጎኒ እዚ ድማ ወደባት ካብ ኤርትራ ወሪሩ ንምሓዝ ኣብ ምንቅስቓስ ከም ዘሎ እንዳተገለጸ ምጽንሑ ይዝከር። ስለዚ ድማ ሎሚ ኣብዪ ናይ ክልቲኡ ህዝቢ ጸላኢ ምዃኑ ዘመስከረ እዩ ብምባል ክቃላሕ ጸኒሑ እዩ። ኣብ ትግራይ ዘሎ ጠንካራ ውድብን ንናይ ኤርትራን ሻዕብያን ንምጥፋእ ቆሪጹ ዝተልዓለ ናይ ኣብዪ ድሌት ድማ ንክልቲኡ ህዝቢ ዝመርሕ ዘሎ ውድብን መንግስትን ከም ዝመኸሩ ይግለጽ ኣሎ። ብመሰረት እዚ ድማ ናይ ትግራይ ይኹን ናይ ኤርትራ ጸላኢ እዮም ኢሎም ዝኣምኑ ኣመራርሓ ሻዕብያን ትግራይን እቲ ክሕመስ ጸንሐ ሕቡእ ርክብ ሎሚ ብዕሊ ጀሚሮሞ ከም ዘለዉ እንዳተገለጸ ይርከብ። ነዚ ስዒቡ ድማ ኣብ ትግራይ ጠበቓ ውድብን ካልኦት ኣመራርሓ ምዃኑ ዝንገረሉ ልፍዓተይ ብተስፋ ተባሂሉ ዝፍለጥ ምስቶም ልኡኻት ኤርትራ ክራኸብን ክቕበልን ተራእዩ ኣሎ። ስለዚ ድማ ህወሓትን ሻዕብያ መጀመርታ ናይ ክልቲኡ ህዝቢ ግብረ መልሲ ንምርኣይ ክልቲኦም ወከልቶም እንትራኸቡ ዘርኢ ምስሊ ኣቃሊሖም ኣለዉ። ትማሊ ድሕሪ እቲ ዝተገበረ ዕላዊ ርክብ ድማ ብዛላምበሳ ኣቢሉ ካልእ ናይ ኤርትራ ወሳኒ ሰብ ናብ ትግራይ ምእታዉ ብስፍሓት ይሕበር ኣሎ። እዚ ውልቀ ሰብ ድማ ናይ ኤርትራ ሓላፊ ድሕነት ጸጥታን እቲ ሃገር ዝኾነ ኣይተ ኣብርሃ ካሳ ምዃኑ እንዳተገለጸ ይርከብ። ብፍላይ ሓደ ሓደ ናይ ሻዕብያ ሰባት ዘቃልሕዎ ዘለዉ ዜና ከም ዘመላኽቶም ነባር ሓላፊ ቢሮ ሰላምን ጸጥታን ድሕነት ኢትዮጵያ ዝነበረ ኣይተ ጌታቸው ኣሰፋን ሓላፊ ክፍሊ ድሕነት ኤርትራ ዝኾነ ኣይተ ኣብርሃ ካሳን ኣብ ዓዲግራት ከም ዝተራኸቡ ተሓቢሩ ኣሎ። እቲ ርክብ ድማ ካብ ካሜራ ወፃኢ ከም ዝተገበረ ዝተሓበረ ኮይኑ ኩነታት ስነ ልቦና ህዝቢ ንምርዳእ እምበር እቲ ዝዓበየ ርክብ ምስ ሓላፍ ድሕነት እቲ ሃገር ከም ዝተገበረ ዝረኸብናዮ ሓበሬታ የረድእ። ትግራይ እንትትስዕር ኩላትና ተጋሩ ንስዕር፣ ትግራይ እንትትወድቕ ድማ ኩላትና ተጋሩ ንወድቕ ዝብል እምነት ሒዝና ክንግስግስ ይግባእ ክብል ፕሬዝዳንት ሌተናል ጀነራል ታደሰ ወረደ ሓቢሩ። ኣብ ዝቕፅሉ ሰለስተ ኣዋርሕ ብዛዕባ ዝሰላሰሉ መደባትን ኣንፈታትን ግዝያዊ ምምሕዳር ትግራይ ኣመልኪቶም ኣብ ዝሃብዎ መግለፂ ካብ ዘልዓልዎ መግለፂ ብርክት ዝበሉ ነጥብታት ኣልዒሎም እዮም። ብፍላይ ብዛዕባ ነበር ፕሬዝዳንት ኣይተ ጌታቸው ረዳ ዘልዓልዎ ሓሳብ ድማ ንብዙሓት ቀልቢ ዝሰሓበን ዘገረመን ኮይኑ እዩ። ምክንያቱ ድማ ትግራይ ናይ ኩሉ ትግራዋይ ከም ዝኾነት ብምሕባር ኣይተ ጌታቸው ረዳ ይኹን ካልኦት ካብ ትግራይ ዝወፁ ኣመራርሓ እቲ ግዝያዊ ምምሕዳር ናብ ዓዶም ክምለሱ ፃውዒት ኣቕሪቦም ኣለው። ጀነራል ታደሰ ነቲ ፃውዒት ዘቕረብዎ ድማ ነበር ፕሬዚዳንት ጌታቸው ከምቲ ክሕመፅ ፀንሐም ኣብ ትግራይ ንክብሮም ዝምጥን ናይ መሰናበቲ ፕሮግራም ከም ዝዳለወሉ ኣቃሊሖም ኣለዉ። ካብቶም ብጀነራል ታደሰ ወረደ ዝተላዕሉ ሓሳባት ድማ ገሊኦም ከም ዝስዕብ ገይርና ኣቕሪብናዮም ኣለና። ካብ ውድቀት ንምውፃእ ፈለማ እቲ ውድቀት ናይ ውልቀ ሰብ ወይ ናይ ጉጅለ እንተይኮነስ ናይ ኩላትና ድምር ኣስተዋፅኦ ዝፈጠሮ ምዃኑ ብልቢ ተቐቢልና እንትንግስግስ እዩ ዝበሉ ኮይኖም እዚ ማለት ትግራይ እንትትስዕር ኩላትና ተጋሩ ንስዕር ትግራይ ትትወድቕ ድማ ኩላትና ተጋሩ ንወድቕ ዝብል እምነት ሒዝና እንትንግስግስ እዩ ክብሉ ሓቢሮም ኣለው። ስዒርና ተሳዒርና ካብ ዝብል ተረኽን ኣተሓሳስባን ሒዝካ ምስዳድ፣ ምጥቕቓዕን ምስዳድን ወይ ከዓ ዳግመ ውዳበን ፀረ መጥቃዕትን ምግባር እንትወፅእ ጥራሕ እዩ። ሕዚ እውን ካብ ፀገም ንውፃእ ዝኽእል ናይ መወዳእታ ክበሃል ዝኽእል ዕድል ተፈጢሩሉ እምበር እቲ ከፍርሰና ዝኽእል ሓደጋ ሕዚ እውን ኣፀላልዩ ከም ዘሎ ምግንዛብ የድሊ እውን ኢሎም ኣለዉ። ጀነራል ታደሰ ወረደ እንትቕፅሉ እዚ ዕድል እዚ ብኣግባቡ እንተዘይተጠቒምናሉን እንተጨማሊቕናዮን እቲ ኣብ ልዕሌና ኣንፀላልዩ ዘሎ ሓደጋ ካብ ዝባንና ዘፍርስን ንኹላትና ዘጥፍእ እምበር ፍሉይ ዝገድፎ ወይ ዘጥፍኦ የለን። በዚ መሰረት ናይ ትማሊ ዓጺና ሎምን ጽባሕን ብሓድሽ መንፈስ ኢድ ንኢድ ተተሓሒዝና ክንብገስ ይግባእ ክብሉ ጸዊዖም። በዚ ኣጋጣሚ ነበር ፕሬዝዳንት ግዜያዊ ምሕዳር ትግራይ ኣይተ ጌታቸው ረዳ ንዝፈጸምዎ ጽቡቕ ስራሕን ኣብቲ ክፉእ እዋን መኸተ ህዝቢ ትግራይ ዝኸፈልዎ መስዋእትን ህያው ኮይኑ ቃልሱ ካብ ህዝብታት ዓለም ከይቋረጽ ዝገብርዎ መስተንክራዊ ተጋድሎም ህዝቢ ትግራይ ከመስግንን ሰናይ ትምኒቱ ክገልጽን ኣብ ትግራይ ግድን ከይተገበረ ክተርፍ ዘይግባእን ናይ ክብሪ ስነ ስርዓት ክርከቡን ካልኦት በቲ ዝተፈጠረ ኩነታት ምክንያት ዝወፅውን ኣብዚ ስነ ስርዓት ክርከቡን ትግራይን ህዝቢ ትግራይን ማንም ዝኸልአናን ህዝብና ዘይኮነስ ናይ ኩላትና ተፈጥራዊ መሰል ምዃኑ ክነረጋግፅን ብሽም ህዝቢ ትግራይ ብትሕትና ይዕድም ክብል ንብዙሓት ዘገረመ መግለፂ ሂቦም ኣለው። ስለዚ ድማ ጀነራል ታደሰ ወረደ ካብ መጀመርታ ኣትሒዙ ክውረየሎም ዝጸንሐ ምስ ዘራብ ምስ ነበር ፕሬዚዳንት ጌታቸው ረዳ ዕላው ዝገበረ መግለጺ እዩ ተባሂሉ ይቃልሐሉ ኣሎ። ኣብዚ ሕጂ ሰዓት ድማ ኣይተ ጌታቸው ረዳ ዝተቓለሰላ ትግራይ ኣብ ዝኾነ ይኹን ግዜ ክኣቱን ክወጽእን ንምግባርን ካብ ስግኣት ነጻ ክኸውንን ከም ዝግባእ መልእኽቲ ዘሕለፉ ጀነራል ታደሰም ሎሚ ከዓ ነዚ ዝኸውን ምንቅስቓስ ጀሚሮም ኣለዉ። ኣብ ቀረባ ግዜ ድማ ኣብ መቐለ ድግስ ተገይሩ ኣይተ ጌታቸው ዕላዊ ናይ ስልጣን ምስናድ ፕሮግራም ንክግበረሎም ግዜ ተታሒዙሉ ከም ዘሎ ዘርኢ ኣንፈት ካብ ወዲ ወረደ ንምዕዛብ ተኻኢሉሎም። ብካልእ ዜና ድማ ጀነራል ታደሰ ወረደ ብዛዕባ ትማሊ ኣትዮም ዝተብሃሉ ናይ ሻዕብያ ልኡኻት መብርሃ ርህኽብ ብኣብዪ ከም ዝተጸውዐ ተሓቢሩ። ኣብዪ ኣሕመድ ዋና ናይ ኢሳያስ ሰብ ምዃኑ ዝንገረሉ ኣወል ስዒድ ትግራይ ምእታዊ ስዒቡ ካልኦት ኣመራርሓ ሻዕብያ እውን ሓቢሮም ትግራይ ከም ዝኣተው ምሕባሩ ስዒቡ ከቢድ ቁጠዐ ከም ዝፈጠረሉ እንዳተሓበረ ይርከብ። ምንጭታት ፌዴራል መንግስቲ ዘቃልሕዎ ዘለዉ ዜና ከም ዝሕብሮ ድማ ኣብዪ ኣሕመድ ሎሚ ብህፁፅ ናብ ወዲ ወረደ ስልኪ ከም ዝደወለ ይሕበር ኣሎ። ዋና ዓላማ ናይዚ ድማ ጀነራል ታደሰ ወረደ ብዛዕባቶም ናይ ሻዓብያ ልኡዃት ንፌዴራል መንግስቲ ከረድእ ዝተሓተተ ኮይኑ ኣብ ኣዲስ ኣበባ ዝተፀውዐ ህፁፅ ኣኼባ ንክሳተፍ ድማ ዕድመ ገይሩሉ ከም ዘሎ ተገሊፁ። ኣብቲ ኣብ ኣራት ኪሎ ዝግበር ህፁፅ ኣኼባ ብዛዕባ እቲ ከባቢ ከማኽር ዝተሸመ ኣይተ ጌታቸው ረዳ ኩነታት ትግራይ ብንቕሓት ይግምግም እየ ዝብል ዶክተር ኣብርሃም በላይን ናይ ትግራይ ፕሬዝዳንት ጀነራል ታደሰን ኮይኖም ምስ ኣብዪ ክዘራረቡ ተፀዊዖም ከም ዘለዉ ተሓቢሩ ኣሎ። ብዛዕባ ሻዕብያን ህወሓትን ዘሎ ህልው ኩነታት ከም ዝዝትዩን ንኣብዪ መብርሂ ከም ዝህቡን ዝተሓበረ ኮይኑ ዛጊድ ድማ እቲ ምይይጥ ንክጅምሩ ንጀነራል ታደሰ ወረደ ኣብ ኣዲስ ኣበባ ኣራት ኪሎ ቤተ መንግስቲ ይፅበይዎ ከም ዘለዉ ንምፍላጥ ተኻኢሉ ኣሎ። ዝኸበርኩም ተኸታተልትና ነዚ ሰዓት ዝበልናዮም ሓበሬታታት ነዚኦም ይመስሉ ነይሮም። ንምክትታልኩም ካብ ልቢ ነመስግን።